ሰላም ሰላም ኩቡራት ተኻታተልቲ መደባትና ከመይ ኣለኹም ጸጋ ጥዕናኹም ንሕና መቸም እንትርፎ ናብ ፈቕድኩም ጽቡቕ ኣለና ኣብ ሂወትኩም ጥዕና ኣብ ስራሕኩም ከኣ ዓወት እናተመነና ናብዚ ኖብ ዘዳለናልኩም መደብ ብዛዕባ ንሙዚቃ ሃገርና ናብ ዓለም ከተላልዮ ዓቢ መደብ ዘለዋ ድምጻዊት ዲዛይነር ሜክኣብ ኣርቲስት እስታይሊስት ዝኾነት ስነ ጥበባዊት ሩፍታሌም ኣብርሃ ምስ ስነ-ጥበበኛ ዮናስ ፍስሃየ ጢኑ ኣብ ዝገበረቶ ቃለ መሕትት ብዛዕባ ወላዲታ ዝበለቶ ዝድህስስ ትሕዝቶ ኢና ሒዝናልኩም መጺና ዘለና። ቅድሚ ምጅማርና ግን ሞራልኩም ኣብ ቀጻልነት ስራሕና ሓጋዚ ስለ ዝኾነ ሓደራኹም ብሼር ላይክ ኮመንት ክትዕጅቡና እናዘኻኸርና ብቐጥታ ናብ መደብና ክነብል። ሩፍታሌም ሓንቲ ከም ሓሙስ ነታ ከም ኣደን ኣቦን ኮይና ዘዕበየታ ሓያል ቢዝነስ ውመን ዝኾነት ወላዲታ እያ። ሓንቲ ብሓንቲኣ ጓላ ድማ ኣብ ክንዲ ኣብ ስነ ጥበብ ኣብ ንግዲ ዓለም ክትዋፈር ትደልያ ነይራ። በንጻሩ ሩፍታሌም ግን ሓያል ናይ ስነ ጥበብ ድሌት ነበራ። በዚ ምኽንያት ከኣ ኣደ ሩፍታሌም ንጓላ ካብ ስነ ጥበብ ንምእላይ ገና ጓል ዓሰርተ ሸውዓተ ዓመት እንከላ እንተ ተመሪዓ ኣልቡም ክትሰርሓላ ምዃና ብምእማን ናይ መርዓ ሓሳብ ክትቅበል ገበረታ። እታ ድሮ ከም ስነ-ጥበባዊት ተፈሊጣ ዝነበረት ኣልቡም ናይ ምውጻእ እውን ሓያል ድሌት ዝነበራ ሩፍታሌም ከኣ ሕልማ ንምስማር በዚ ሓሳብ ተሰማምዐት። እንተኾነ ኣደ ሩፍታሌም ንስነ-ጥበብ ትድግፎ ስለ ዘይነበረት ኣብ ሓዳራ ኣእትያ ካብ ስነ-ጥበብ ከተርሕቃ እምበር ኣልቡም ከተውጻላ መደብ ኣይነበራን። በዚ ድማ ኣልቡም ከተውጽእ እናተጸበየት ክልተ ቆልዑ ወለደት። እንተኾነ ሩፍታሌም በዚ ተዓጊታ ካብ ስነ ጥበብ ኣይተኣልየትን። በንጻሩ እኳ ደኣ ካብቲ ዝነበረቶ ዝያዳ ብምሕያል ብርክት ዝበለ ደርፍታት ከተውጽእን ኣብ ሞያ ዲዛይን ክትነጥፍን ተራእያ። ሕጂ ከኣ ሩፍታሌም ድሕሪ ነዊሕ ዓመታት ኣብቲ ምስ ጢኑ ዝገበረቶ ቃለ መሕትት ኣዲኣ ኣታሊላ ናብ መርዓ ከም ዘእተወታ ክትገልጽ ተሰሚዓ። ሩፍታሌም ኣብርሃም ገና ንእሽቶ ጓል ሰለስተ ዓመት እንከላ እዩ ስነ ጥበብ ኣብ ልባ ሓዲሩ። ገና ኣፍ ከየጽረየት ከኣ ናይ ዓባይ ስነ ጥበባዊት ሃገርና ዝኾነት ብርኽቲ ወልደስላሴ ታንኪ ፍትውትው ፍትውትው ትብል ደርፊ ትደርፍ ኔራ። ሩፍታሌም ነቲ ታንኪ ብረት ሒዛ ትደርፎ ዝነበረት ክትመስል ሞኾስ ብጨርቂ ኣሲራ ክትደርፍ ትውዕል ነበረት። ሩፍታሌም ናይ ስነ ጥበብ ወና ክወጸላ ስለ ዘይከኣለ ነዚ ጽምኢ ንምርዋይ ገና ተመሃሪት ሻድሻይ ክፍሊ እንከላ እያ ናይ ስነ ጥበብ ዓቕማን ክእለታን ንምዕባይ ናብታ ብደንደን እስማዒል ትእለ ዝነበረት ጉጅለ ባህሊ ሪም ኣትያ። ኣብቲ እዋን እውን ናብ ቡባ ተቐይራ። ሩፍታሌም ቅድሚ ምእታዋ መጀመርታ ክትፍተን ስለ ዝነበራ ከኣ ምስ ብዙሓት ስነ ጥበባውያን ንፈተና ቀሪባ። ኣብቲ እዋን ብዙሓት ናይ ትግርኛ ደረፍቲ ከም በዓል ዳንኤል ሞጎስ፣ ኣብርሃም ኣለም ኣቢ፣ ኢሳቕ ዑቕባይ፣ ናሆም ብስራት ኣረጋይ ኣብቲ ውድድር ነይሮም። ነዚ ቀልጢፋ ዘዝተብሃለት ሩፍታሌም ከኣ ኩናማየ ብምባል ዓባይ ስነጥበባዊት ሃገርና ደሃብ ፋቲንካ ዝጸሓፈትላ ኣማጁ ትብል ናይ ብሄረ ኩናማ ደርፊ ሒዛ ኣብቲ ውድድር ቀሪባ ሓሊፋ'ውን። ሩፍታሌም ቅድም ግዝፍ ዝበለ ተኽሊ ሰውነት እዩ ነይርዋ። ብሰንኪ ሕማም ግን ከምዚ ሕጂ ዘላቶ ጉድል ከም ዝበለት እያ ተዕልል። ኩሉ ናይ ሕማምን ቃንዛን እዋን ተወዲኡ ኣብ ጽቡቕ ደረጃ ጥዕና ከም እትርከብ ከኣ ትገልጽ። ሩፍታሌም ካብ ንእስነታ ድምጻዊት ክትከውን ትደሊ ስለ ዝነበረት ናይ ወጻኢ ቪድዮ ክሊባት ብብዝሒ ትርኢ ነበረት። ኣብ ከምዚ ኣጋጣሚ እንከላ ከኣ ነፍሲ ወከፍ ናይ ወጻኢ ድምጻዊ፣ ንኣብነት ማይክል ጃክሰን፣ ናቱ ዝኾነ ቅዲ ኣከዳድና ከም ዘለዎ ተዓዚባ። ነዚ ሓሳብ ብምውሳድ ድማ ሩፍታሌም ኣብቲ ናታ ቪድዮ ክሊብ ክትጥቀመሉ ጀሚራ። ዳሪክተር ኮይኑ ክሊባታ ዝኣልየላ ዝነበረ ዲኣርሲ ዊጀይ ከኣ ንቅዳ ብምድናቅ ኣብቲ ናቱ ክሊብ ምስኡ ከስርሓ ምዃኑ ነገራ እሞ ብሓንሳብ እውን ክሰርሑ ጀመሩ። ሩፍታሌም ብፍላይ ናይ ዮናታን ታደሰ ዱላ ቅዲ ክዳን ባዕላ ትሰርሖ ስለ ዝነበረት ከም ናይ ዱላ ቅዲ ክዳን እናበሉ ብዙሓት ዓማዊል ይመጽዋ ኔሮም። ብኸምዚ እናቐጸለት ከኣ ክሳብ ሕጂ ሰለስተ ሚእትን ሓምሳን ዝኸውን ቪድዮ ክሊባት ከም ዲዛይነር ሜክኣብ ኣርቲስት ክኢላ ቅዲ ክዳን ኮይና ሰሪሓ። ሩፍታሌም ናይ ወላዲታ እንዳ ክዳውንቲ ስለ ዝነበራ ምስ ወላዲታ ብምዃን ኣብ ናይ ክዳን ዲዛይን ጽቡቕ ኣፍልጦ ሒዛ። ካብዚ ብምብጋስ ናታ ናይ ዲዛይን ፉርቲ ስታይል ዝብል ኣብ ክልተ ሽሕን ዓሰርተ ሸሞንተን ከፊታ። ንሩፍታሌም ኣዝያ ሓያል ቢዝነስ ውመን ዝኾነት ኣደይ ኣዕብያታ። ኣብቲ ኣብ ፒያሳ ምኪኤለ ዘሎ ስራሓ እናዓየየት ከኣ ከም ኣደን ኣቦን ኮይና ከም ዘዕበየታ ሩፍታሌም ተዕልል። ወላዲት ሩፍታሌም ከም መብዛሕትኦም ስድራቤታት ኤርትራ ጓላ ሩፍታሌም ስነ-ጥበበኛ ክትከውን ኣይትፈቱን ነይራ። ሩፍታሌም ብዛዕባ ምስ ደሃብ ፋቲን ጋሊለእን ክትዛረብ እንከላ ከምዚ ትብል፣ ንደሃብ ካብ ቀደም ከም እትፈልጣ፣ ደቃ እውን መማህርታ ከም ዝነበሩ ሩፍታሌም ትገልጽ። ካብ ሻድሻይ ክፍሊ ኣትሒዛ ናይ ደሃብ ፋቲንጋ ደርፍታት ትደግም ከም ዝነበረትን ናታ ሮል ሞዴል ንሳ ምዃናን ከኣ ሩፍታሌም ትሕብር። ሩፍታሊም ኣብዚ እዋን ብኣማፒያኖ፣ ኣፍሮቢት፣ ኣፍሮ ሃውዝ ዝበሃል ቅድታት ሙዚቃ ገይራ ብኽልቲኡ ቋንቋታት ሃገርና ማለት ብቛንቋ ኩናማን ትግርኛን ኣልቡም ክትሰርሕ'ዩ መደባ። በዚ ኣልቡም ኣቢላ ከኣ ባህልና ናብ ዓለም ከተላሊ ዓቢ ሕልሚ ኣለዋ። ነዛ ኣልቡም ሩፍታሌም ኣብ ኤርትራ ኣብ ዝነበረትሉ እዋን'ያ ምስ ፊሊ ሰርቲ ኤይት ኣዋርስ ዝብሃል ንፉዕ ኮምፖዘር፣ ፕሮዲዩሰር፣ ብምዃን ጀሚራታ። ፊሊ ዓቕምን ስታይልን ሩፍታሌም ይፈልጥ ስለ ዝነበረ ኩሉ ግዜ ከምዚ ዓይነት ስራሕ ክሰርሕ ይደፍኣ ከም ዝነበረ'ያ ሩፍታሌም ተዕልል። ምስ ፊሊ ሰርቲ ኤይት ኣዋርስ ኮይና'ውን ሳላ ዳ ጎዳ እትብል ብቕዲ ኣማፒያኖ ሓንቲ ሳምፕል ደርፊ ሰሪሓ'ያ። ካልእ ሳምፕላት'ውን ምስ ፊሊ ሰሪሓ'ያ። እንተኾነ ምስ ናይ ውልቃ ስራሕ ፉርቲ ስታይል ክትደፍኣሉ ኣይከኣለትን። ኣብዚ ሕጂ እዋን ናብ ኣዲስ ኣበባ ምስ መጸት ከኣ ምስ በዓል ዲጀይ ሚላ፣ ጊሎ ካሳ ዝበሃሉ ኢትዮጵያውያን ሙዚቀኛታት ብምዃን ነዛ ኣልቡም ኣብ ምቕጻል ትርከብ። ሩፍታሌም ኣብዛ ኣልቡም ምስ ነፍሲሄር ስነ-ጥበባዊ ዮናታን ታደሰ ዱላ ዝደረፍዋ ደርፊ እውን ኣእትያታ ኣላ። ብዛዕባ እዚ ክትዛረብ እንከላ ከኣ ከምዚ ትብል፣ ሩፍታሌም ምስ ተዋሳኢት ሳንዋይት ኣብ ዮናን ስቱድዮ እንከለዋ ሩፍታሌም ንዮናን ሓድሽ ሙዚቃ ኣለካዶ ትብሎ እሞ እወ ኢሉ ወሊዕለን እናሰምዓ እንከለዋ ዱላ ይድውል እሞ ሩፍታሌም ምጻእ ትብሎ። ንሱ እውን ይመጽእ። ደሓር በቲ ሓድሽ ሙዚቃ ተሓጊዞም ግጥሚ ኣብ ሓሳቦም ዝመጾም ገይሮም ሰሪሖማ። ሩፍታሌም ከም መዘከርታ ናይቲ ትፈትዎ ሓዋ ዱላ ስለ ዝኾነት ከተእትዋ ከም ዝመረጸት እያ ተዕልል። ሩፍታሌም ብዛዕባ ሕብረተሰብ ኩናማ ክትዛረብ እንከላ ከምዚ ትብል። ሕብረተሰብ ኩናማ ፍልይ ዝበለ ባህሊ ዝውንኑ ገርህታት ተቐበልቲ ጋሻ ብሄር'ዮም ብምባል'ያ ሩፍታሌም ትገልጾም። ኣርብዓን ክልተን ዝተፈላለዩ ውቅዒታት ከም ዘለዎም ከኣ ሩፍታሌም ወሲኻ ትሕብር። ነዚ ኣርብዓን ክልተን መበቆላዊ ውቅዒታት ብሄረ ኩናማ ምርኩስ ብምግባር'ያ ከኣ ሩፍታሌም ዘመናዊ ቅዲ ብምትሓዝ ኣብ ኣልቡማ ትሰርሓሉ ከም ዘላ ትገልጽ። ሩፍታሌም ኣብ ክልተ ሽሕን ዓሰርተ ትሽዓተን ኣብ ኤላ ቲቪ ጋጊኻኒ ኣለኻ ትብል ደርፊ ዘርጊሓ እያ። ግጥሚ እዛ ደርፊ ብማቲ መቹ ዝተገብረት ክትከውን እንከላ ዜማ ከኣ ናሆም ገብርየስ፣ ፕሪማ፣ ዝገበራ እያ። ብዘይካ እዚ ሩፍታሌም ከም በዓል ናይ ሙደይን ካልእን ኣእቲኻ ብርክት ዝበለ ደርፍታት ሰሪሓ እያ። ሩፍታሌም ኣብ ቀረባ እዋን ካብ ኣልቡማ ክልተ ደርፍታት ኣብ ኖኒ ቲቪ ክትዝርግሕ ምዃና'ያ ትገልጽ ዘላ። ንሕና'ውን ከምቲ ድላያ ሓሳብ ልባ ክሰምር ኢና ንምነ። እምበኣርከስ ክቡራት ተኸታተልቲ መደባትና፣ ብዘቕረብናልኩም መደብ ዓጊብኩምን ተዘናጊዕኹምን ክትኮኑ እናተተስፈና፣ እትደልይዎ መደብ ኣብ ኮመንት ክትጽሕፉልና እናተላበና፣ ኣብ ዝቕጽል